ሰላም ክቡራት ተኸታተልቲ ሄለን ታይምስ ከመይ ትኾኑ? እነሆ ንሎሚ ቀሪብናልኩም ዘለና መደብ ብዛዕባ ሓጺር ታሪኽ ህይወት ሉዊስ ፓስቶር እዩ ዝድህስስ'ሞ ክትከታተሉና ብኽብሪ ንዕድም። ሉዊስ ፓስቶር ፈረንሳዊ ኬሚከኛን ከምኡውን ናይ ማይክሮባዮሎጂ ወይ ድማ ደቀቕቲ ህይወታውያን ተመራማሪ እዩ። ብዛዕባ ክታበት፣ መብቆል ማይክሮብ፣ ደቂቕ ህይወታውያን ከምኡውን ንፈሳሲ ካብ ባክተርያ ምንጻህ ዝገልጽ መሰረታዊ ስርዓታት ብምርካቡ እዩ ውሩይ ዝኾነ። ብዛዕባ ኬሚስትሪ ስነ-ቀመም ዝገበሮ መጽናዕቲ ንጠንቂ ከምኡ'ውን ንምክልኻል ሕማማት ኣብ ምርዳእ በርቂ ዝኾነ ርኽበት ኣምጺኡ። እዚ ኸኣ ንጽሬት ጥዕና ህዝቢ ከምኡ'ውን ንመብዛሕትኡ ዘመናዊ ሕክምናን ኣብ ምምስራት ዓቢ ኣበርክቶ ከምዝገበረ እዩ ዝፍለጥ። ሉዊስ ክታበት ሕማማት ንፍዮ ከምኡ'ውን ዕብደት ንምምዕባል እቲ ዝገበሮ ስርሓት ንህይወት ብሚልዮናት ዝቑጸሩ ህዝቢ ከድሕን ብምኽኣሉ እዩ ሞገስ ክረክብ ዝኸኣለ። ሓደ ካብቶም መስረትቲ ዘመናዊ ስነ ባክተርያ እዩ። ብዘይካዚ እውን ኣቦ ስነ ባክተርያ ከምኡ'ውን ኣቦ ማይክሮባይሎጂ ተባሂሉ እዩ ዝጽዋዕ። ሉዊስ ካብ ወላዲኡ ጂን ጆሴፍ ፓስተር ከምኡ'ውን ካብ ወላዲቱ፣ ጂን ኣንቲነት ራክዊ ብዒስራን ሸውዓተን ታሕሳስ ሽሕን ሸሞንተን ሚእትን ዒስራን ክልተን ኣብ ከተማ ዶል፣ ፈረንሳ ተወሊዱ። ወላዲኡ ሰራሕተኛ ቆርበት እዩ ነይሩ፣ ኣብ ግዜ ውግእ ናፖልየን ድማ ሓለቓ ሰርገንት ኰይኑ የገልግል ከም ዝነበረ እዩ ዝፍለጥ። ሉዊስ ኣርባዕተ ኣሕዋትን ኣሓትን ነበርዎ፣ ሳልሳይ ውሉድ ወለዱ እዩ ነይሩ። ኣብ ግዜ ንእስነቱ ምስኣልን ቀለም ምልካይን ዝፈቱ ፈጠራዊ ቆልዓ ኢዩ ነይሩ። ኣብ ኣካዳምያዊ ትምህርቲ ማእከላይ ብቕዓት ዝነበሮ ከምኡ'ውን በዙሕ ተገዳስነት ከም ዘይነበሮ ኢዩ ዝፍለጥ። ሉዊስ መባእታዊ ትምህርቱ ምስ ወደኣ ብሽሕን ሸሞንተ ሚእትን ሰላሳን ትሽዓተን ናብ ኮለጅ ሮያል ደ ባሳንኮን ተጸንቢሩ ብሽሕን ሸሞንተ ሚእትን ኣርባዓን ብናይ ስነ-ጥበብ ዲግሪ፣ ባችለር ኦፍ ኣርትስ፣ ክምረቕ እንከሎ ቀጺሉ'ውን ብ ሽሕን ሸሞንተ ሚእትን ኣርባዓን ክልተን ናይ ስነ ፍልጠት ዲግሪ ባችለር ኦፍ ሳይንስ ተመሪቑ። ብ ሽሕን ሸሞንተ ሚእትን ኣርባዓን ሰለስተን ድማ ኣብ ዩኒቨርሲቲ ኤኮል ኖርማል ሱፒየር ፓሪስ ተማሂሩ። ብናይ ስነ ፍልጠት ማስተርስ ዲግሪ ከም ዝተመረቐ እዩ ዝፍለጥ። ብድሕርዚ ድማ ብ ፊዚካዊ፣ Physics፣ ስነ ፍልጠት ተወሳኺ ዲግሪ ቀሲሙ። ብ ሽሕን ሸሞንተ ሚእትን ኣርባዓን ሸውዓተን ብስነ ፍልጠት ናይ ዶክተሬት ማዕርግ ተቐቢሉ። ብ ሽሕን ሸሞንተ ሚእትን ኣርባዓን ሸሞንተን ኣብ ዲጆን ሊሲ ፕሮፌሰር ፊዚክስ ኮይኑ ተቖጺሩ። ይኹን እምበር ኣብታ ዓመት እቲኣ ኣብ ዩኒቨርሲቲ ስትራስቦርግ ፕሮፌሰር ኬሚስትሪ ንምዃን ስርሑ ኣቋሪጹ። ብ ዕስራን ትሽዓተን ጉንበት ሽሕን ሸሞንተ ሚእትን ኣርባዓን ትሽዓተን ሉዊስ ወዲ ዕስራን ሽዱሽተን ዓመት እንከሎ ንሜሪ ሎረን ተመርዓዋ። እዞም ሰብ ሓዳር ሓሙሽተ ውሉዳት እኳ እንተነበርዎም፣ ክልተ ካብኣታቶም ጥራይ እዮም ብህይወት ተሪፎም። እቶም ዝተረፉ ሰለስተ ብሕማም ከም ዝዓረፉ እዩ ዝፍለጥ። ብሽሕ ሸሞንተ ሚእትን ሓምሳን ኣርባዕተን፣ ሉዊስ ኣብ ዩኒቨርሲቲ ሊል ሓድሽ ዲን መምሃራን ስነ-ፍልጠት ኰነ። ብ ሽሕን ሸሞንተ ሚእትን ሓምሳን ሸውዓተን ኣብ ዩኒቨርሲቲ ኤኮል ኖርማል ሱፔር ዳይሬክተር ስነ ፍልጠታዊ መጽናዕቲ ኰይኑ ተመሪጹ። ክሳብ ሽሕን ሸሞንተ ሚእትን ስሳን ሸውዓተን ድማ ኣብኡ ከም ዘገልገለ እዩ ዝፍለጥ። ብ ሽሕን ሸሞንተ ሚእትን ስሳን ክልተን ኣብቲ ዩኒቨርሲቲ ፕሮፌሰር ስነ መሬት፣ ፊዚክስ ከምኡ'ውን ኬሚስትሪ ኰነ። ብ ሽሕን ሸሞንተ ሚእትን ስሳን ሸውዓተን ድማ ካብኡ ተሰናቢቱ። ሉዊስ ኣብ ሓደ ፈተነ ዘካይዶ ከምዚ ዝስዕብ እዩ ነይሩ። ክልተ ብማይ ዝመልአ ፍያስኮ መዕቈሪ ማይ ቀሪቡ። ቀጺሉ ድማ ንኽልቲኡ ነቲ ማይ ዝመልአ ፍያስኮ ካብ መዕቀኑ ሙቐት ስሳ ዲግሪ ሰንቲግሬድ ክሳብ ሰብዓ ዲግሪ ዝበጽሕ ሙቐት ኣውዓዮ። ብድሕርዚ ድማ ነቲ ሓደ ፍያስኮ ከፊቱ ሓደጎ። በንጻሩ ግን ነቲ ካልኣይ ፍያስኮ ዓጸዎ። ኣብቲ ግዜ እቲ ብዘገርም ውጽኢት ድማ እቲ ኣብታ ክፋት ፍያስኮ ዝነበረ ፈሳሲ ክብከል ተራእየ። በንጻሩ ግን እቲ ኣብታ ካልኣይቲ ፍያስኮ ዝነበረ ፈሳሲ ኣይተበከለን። እዚ ሉዊስ ፓስቶር ዝገበሮ ፈተነ እቲ ፈሳሲ ዝተበከለ ብሰንኪ ኣየር ዘይኮነስ ብሰንኪ እቲ ኣብ ኣየር ዝርከቡ ጥረ ነገራት ምዃኑ ዘርኢ እዩ። እዚ ፈተነ እዚ ከልሰ ሓሳብ ደቀቕቲ ህይወታውያን ዝድግፍ ኣገዳሲ መርትዖ እዩ ነይሩ። ስለዚ ድማ ንሓደ ዝተኸፍተፍ ፈሳሲ ሓዊ ብምህራም ንመብዛሕትኦም እቶም ኣብ ውሽጦም ዝነበሩ ባክተርያ ዝቐትለሉ መስርሕ መሃዘ። ነዚ ሜላ እዚ ብግሁድ ናብ ህዝቢ ኣርኣየ፣ ብስሙ ፓስቶራይዜሽን ተባሂሉ እውን ክጽዋዕ ጀሚሩ። ሎዊስ ብ1879 ብዛዕባ ሽሮኽ ደርሆ ዝበሃል ሕማም ከጽንዕ እንከሎ ኣብ ዓውዲ ክታበት ናይ መጀመርታ ኣገዳሲ ዕዩኡ ጀሚሩ። ኣብ መበል ዓሰርተ ትሽዓተ ክፍለ ዘመን ሕማም ዕብዳን ኣዝዩ ዘፍርሕ ሕማም እዩ ነይሩ፣ ሉዊስን መሳርሕቱን ድማ ክታበት ክሰርሑሉ ጀመሩ። ኣብ ዝሓመሙ ወይ ድማ ዝተመረዙ ማናቲለ ፈተነ ኣካየዱ፣ ከምኡ'ውን ኣብ ሓምሳ ኣኽላባት ብዝፈተንዎ መሰረት ክታበት ከማዕብሉ ክኢሎም። እንተኾነ ግን እቲ ክታበት ኣብ ደቂ ሰባት ገና ኣይተፈተነን ነበረ። ብሸሕ ሸሞንተ ሚእትን ሰማንያን ሓሙሽተን ፓስተር እቲ ክታበት ኣብ ልዕሊ ሓደ ብሕማም ዕብዳን ዝነበሮ ከልቢ ዝተነኽሰ ቆልዓ ፈተኖ። ብሽሕ ሸሞንተ ሚእትን ሰማንያን ሸውዓተን ሉዊስ ፓስቶር ኢንስቲቱሽን ዝበል ትካል መስረተ፣ ንዝቕጽል ህይወቱ ድማ ዳይሬክተር ኮይኑ ኣገልጊሉ። ኢንስቲትዩት ፓስቶር ኣብ መጽናዕቲ ስነ ህይወት፣ ባይሎጂ፣ ደቀቕቲ ህይወታውያን፣ ሕማማት ከምኡ'ውን ክታብት ዝተወፈየ መኽሰብ ዘይብሉ ናይ ብሕቲ ትካል እዩ። ሉዊስ ተዓዋቲ ዝተፈላለዩ ሽልማት ከም በዓል ከም በዓል ሞንቲዮን፣ ሽልማት ጀከር፣ ሽልማት ኣልቡምበርት፣ መዳልያ ኮፐሊ፣ መዳልያ ሊወንሁክ ራምፎርድ እዩ ነይሩ። ብ ሽሕን ሸሞንተ ሚእትን ሰማንያን ሰለስተን ወጻእተኛ ኣባል'ቲ ኣብ ጥበባዊ ከምኡ'ውን ኣብ ስነ-ፍልጠታዊ ምርምር ዝነጥፍ ሮያል ኣካዳሚ ኦፍ ኣርትስ ኤንድ ሳይንስ ኔዘርላንድ ክኸውን ከም ዝኸኣለ እዩ ዝዝከር። ሉዊስ ብ ዕስራን ሸሞንተን መስከረም ሽሕን ሸሞንተ ሚእትን ተስዓን ሓሙሽተን ኣብ ማርነስ ላ ኮከ ፈረንሳ ኣብ መበል ሰብዓን ክልተን ዓመቱ ዓሪፉ። ኣብ ዓውዲ ትዕዝብቲ ኣጋጣሚታት ነቲ ዝተዳለወ ኣእምሮ ጥራይ እዩ ዝሕግዝ። ሉዊስ ፓስቶር። ክቡራት ተኸታተልቲ ሄለን ታይምስ ንሎሚ ቐሪብናዮ ዝነበርና ሓጺር ታሪኽ ህይወት ለዊስ ፓስቶር ነዚ ይመስል። ብዘቕረብናዮ መደብ ዓጊብኩም ክትኮኑ ትምኒትና እዩ። ኣብ መደብና ዘለኩም ርእይቶ ወይ ድማ ነቕፌታ ኣብ ቦታ ኮመንት ኣስፍሩልና። ንምትብባዕ ከኣ